ሰልሚ ውሽጣይ ሓጻር ፍቕራዊ ደብዳበ ውሽጠይ እወ ውሽጠይ ኣይተፈታተነኒ ባህገይ እወ ባህገይ ኣይተነዋንወኒ እናበልኩ'የ ስምዒታተይ ቀቲለ ሰለማዊ ህይወት ክመርሕ ዝፍትን ዘለኹ። እተን ሓንሳብ መስለኻ ዝቐረጻ የዕንተይ ዳግማይ ዳር ዓመታት ቆቋምታኻ ሓንሳብ ንኣኻ ኣፍቂራ ብኣኻ ዝተቋሰረት ልበይ ድማ ዳግማይ ክገብረልካ ክበር ጌርካ እቲ ሓንሳብ በቲ ቐጻዒ ውሳነኻ ዝሰምበረ እኮይ ድማ ኣንጻር ባህገይን ስምዒታተይን ኩናት ኣዊጁ ናብ ቅርሕንቲ ወሲዱኒ ኣብ መንጎ ባህግን ርትዒ ኣእምሮይን ተቐርቂሩ ነበሩ ሓርማዝ ክበኣሱ ፃዕሪ ህሲ ኮይኑኒ ነየናይ ተማእዚዘ ነየናይ ክነፍግ ነየናይ ኣሳስየ ነየናይ ክሰጉግ ኣብ ዘይውስነሉ ኩነት እየ ዘለኹ ግዜ ኣሻብ ከም ዝቆጽ ሓንሳብ ይገርመኒ እታ ኣብ ህይወተይ ናይቲ ምቁር ግዜያት ፍቕሪ መዕጸዊ ናይቲ ዝሰዕብ ኣቐንዛዊ እዋን በሪ መኽፈቲ ዝኾነት ዕለት ብድሙቕ ኣብ መኽዘን ዝኽሪ ተሰኒዳ ትርከብ ናይ ካልኢታት ቃንዛ ልዕሊ ናይ ምውዓር ርህዋ ከም ዝበሃል ልዕሊ እታ ቀያሕ ዕምባባ ሂብካ ፍቕሪ ዘንጸባረቓት ሃረፍቲ ዕንትኻ ሰለምለም እንዳበልካ ናብ ብሰልሚ ፍቕሪ ዘእትኻ ንዕተት ልዕሊኣ ብንጹር ትዝክር ኣብታ ዕለት እቲ ፍቕሪ ጥራይ ዝተፍእ ዝመስለኒ ነበረ ወለላ ቃላትካ ኢደር ኮነኒ እትብ ሰለምለም ሃለዋተይ ዘጥፍኣለይ ዝነብረ ኣንተኻ ራዕዲ ክእልወለይ እታ ክትጎድኣኒ ሓሲበያ ዘይፈልጥ ልብኻ ኣብ ጥራይ ጎልጎል ክትርሕርሓኒ ተዓዚበ ዘይሃስስ በሰላ ድማ ኣብ ስኽረይ የመዝጊበ ኣንታኳ ድንግል ልበይ ምስ ወነንካ ድንግል ነብሰይ ዝረከብኩካ ሆቴል ክፍሊ ሆቴልን ክፍልን ምንባርና ከመይ ኢለ እየ ምክርስዖ ከም ወትሩ ንስኻ ሆቴል ሕዝካ ትጸንሓኒ እኳ እንተነበርካ ኣብታ ዘዛምት ዕለት ግን በንጻሩ ኣነ ሆቴል ሒዘ ነይረ ኣሕነሰ ኣኾነለይ ዝለመትክዎ ፍቕሪ ከስተማቕር ኩነቲ ደብዛዝ ብርሃን ሽምዓወቲ ንእንትኻ ዝማረኽ ተመንየ ዘማዕረክዎ ተምሳጥ ገነት ዕምባባታት ኣወቂበ ፍቕሪ ኣካላተይ ቀልዐ ብሃንቆታት ተጸጊካ ወላ እኳ ቅድሚኡ ዝነበረ ሰሙን ዘይረዳዳእ እንተነበረና ከም ልሙድ ወሲደ ኣብ ባሕሪ ፍቕሪ ክሕምብስ ተሃኒነ ዓዲመ ይገርም ልዕለይ ንነፍሰይ ትፈልጦ ኮንካ ኣብ ክንጽቕ ኮንካ ኳና ኮንካ ሓደ ሲልካ ሒዝካ ንጸሪፍካ ታኒ ጨካን ኮንካ ይፈልጥ ነይረ ወዲ ሰብሲ ክልተ መልክሑ ዝኾኑ ይበኣዝ ግዜ ጥራይ ዘቃላዕሞ መቸስ ማዕፆ ናይቲ ዝነበርኩ ክፍሊ ምስ ተኸፍተ ልበይ እውን ፈጅ ኢላ እያ ተኸፊታ ዝለመደቶ ክትረክብ ብሓጎስ ተሰላስና እንተ ንስኻ እሞ ዝተጠጀ ልብኻ ክነቱ ብህንደት ብምንባሩ በንጻሩ ነቲ ዝነበረ ዅናት ንምቕታል ኣብ ኣፍ ደገ ንኻልእ ደው ኢልካ ድሕሪ ምባል ሓንቲ ካብተን ዕምባባታት ኣጥልካ ድሕሪ ምሽታት ካባይ ፍንትት ብምባል ዓወትኩም መስፈልካ ትንግርግር ኢሉኒ እቲ ዝፈልጠካ ዳኒ ፍቕሪ ኣይኮነን ዶ ኣብ ዕፁው ክፍሊ ኣብ ማእኸል ጎደና ግንባረይ ስዒምካ ኣብ ዘይሰርፈካ ሕጂ ትምባልካ ከመይ ዘይገርመን ዝቐሊል ደሓን ዘይምዃንካ ድማ ዘይኮነ ካልእ ካልእ ሓስበልኩ ኣለኹ ኣነ ካብ ኣባላኻ ርእየ ምስ ነብስ እየ ምስ ተረዳእኩ ልበይ ክትፈስ ክትሽረፍ ጀመረ ዳንየ ታዛ ዘይኣመልካ ኢለ በዓል ሕቑፍ ምስ ኣበልኩኻ ሓንሳብ ኣቕኒዕካ ድሕሪ ምስትንፋስ ሳሌም ብምባል መሊስክ ኣብ ሸቐሎት ደርገምካን የፍቅረክ እየ ንምንታይ ኣብ ከምዚ ኩነት ከም ተፍቅረኒ ከተረጋግጸለይ ደሊኻ? ምልክት ሕቶ ኮነኒ። ደንየ ይፈልጥ ድየ? ግን እንታይ ኢኻ ክትብለኒ ደሊኻ? ጽቡቕ ኢልኻ። ሓሳበይ ምጥርናፍ ኣብ እንኸ ዝተፍተፍ በልኩ። ንዕታ ሳሌም ደጊምካ ሙሉእ ስመይ ካብ ንላለ ጸዊዕካ ንዘይትፈልጥ መሰላ ሽዑ ዝተሰምዓኒ ፍርሂ ዳግማይ ኣብ ህይወተይ ኣጋጢሙኒ ኣይፈልጥን እዩ። ዋላ እውን ምድረ በዳን ጸሊም ባሕርን ከም ናይቲ እዋን ራዕዲ እየ ተብለ ኣታ ዳኒ እንታይ በዲለካዮ ግዲ መሽከንከን በልኩ ንሓንቲ ካልኣይቲ እውን ቁሊሕ ኢልካ ገጸይ ከይጠመትካ ኣንበሳ ከም ዝቐተላ ሓመድታ ተነፊሕካ ዝበደልክን የብልክን ኣነ ይብድለካ ክህሉ ግን ፈረሳለይ ደጊመ ይቕሬታ ብሓንሳብ ክንቅጽል ስለ ዘይንኽእል ክንፈላለ ወሲነ ኣለኹ ምስ በልካኒ ከምቲ ኣብ ሕልሚ ብሃው ዝበለጸ ትምጸደፍኩ ልበይ ስቱኽ ትብሎ ብውህዶ ልበይ ስቱኽ ኢላትኒ ዕልው በልኩ ድሕሪ ገለ ካልኢታት ውነይ ምስ ፈለጥኩ ዘይንጹር ድምጽኻ ስድራኺ ዝብልኹ ወሬ ብምባል ሓንቲ ካብተን ሽምዓ ኣልዒልካ ኦፍ ኢልካ ኣጥፊእካያ ንስኻ እውን ካብ ህይወተይ ከም ኣጣፊእካ ኣብ ጸላም ደርቢኻ ንሽልብ ኢልካ ድሕሪኡ ጎደናታት ለንደን ንድሕሪ ኣርባዕተ ዓመት ኣራኺቡና። ሰንበት ዕርፍቲ ብምዃነይ ናብቲ ኣብ ከባቢና ዘሎ ፓርክ ክዘናጋዕ ፎኪስ ክዳን ገዛ ተኸዲነ ሰለይ እናበልኩ ኣብ ሓደ ኣንጎሎ ክጥወን ዝሑል ፈሳሲ ኣብ ኣፍ ልበይ ክከዓውኒ ሓደ ኮይኑ ብስም ኣብ ኢለ ካብቲ ዝነበርኩዎ ሕሳብ ምስ ተበራበርኩ ውነይ ዘስሕት የእንተይ ቀሪፀን ዳኒ ብምባል ድማ ዘልሓጥ ኢለ ንምድሪ መላእኩዋ